ብልምዲ ኣብ ሕብረተሰብና ብፍላይ ኣብዚ ዝሓለፈ ዕስራ ሰላሳ ዓመታት ማዕርነት ዝብል ኣምር ብተደጋጋሚ ኩልና እንደግሞ ብዙሓት ምሁራት እንብሎም ብዙሓት ናይ ፖለቲካ ክኢላታት እውን ማዕርነት ከም ሓሳብ ካብ ፅባሕ ናብ ፅባሕ እናተደጋገመ ኣብ ዛና ብዙሕ ግዜ ተመላሊሱና እዩ። እቲ ዝበኣሰ ናይ ማዕርነት ኣጠማምታ ድማ ማዕርነት ዝብል ቃል ማዕረ ኣብ ክልተ ከምም ቃል ገይሩ ይወስዶ ወይ ድማ ከምቲ ቁጽርኻ ኣርባዕተ እተሊኻ ማዕርነት ነርባዕተ ማለት ኣብ ኣርባዕተ ከምም ቃል ገይሩ ይወስዶ ማለት እዩ። ስለዚ ነዚ ኣምር እዚ ወይ ነዚ ስነ ሓሳብ እዚ ኣብ ኣእምርኡ ዝሰረጸ ይመስል እም ካብ ዓዱ ወጺኡ እዚ ኤርትራዊ ወለዶ ኣብ ፈቐድኡ ፋሕ ምስ በለ ክዛረብ ወይ ናይ ሓደ ዕድል ክፍጠር ከሎ ናይ ርክብ ዕድላት ክፍጠር ከሎ ማዕርነት ቋንቋ ዝብል ሓሳብ ሒዙ ይመጽእ እሞ ኩሉ ቋንቋታት ሽዑ ኣብቲ ባይቶ ክዛረብ ይደሊ ማለት እዩ። ማዕርነት ጾታ ዝብል ሓሳብ ሒዙ ምስ ዝመጽእ ነቲ ዘሎ ዕድላት ማዕረ ክመቕሎ ይደሊ ማለት እዩ። ፍርቂ ናብቲ ፍርቂ ናብቲ እናበለ ኣብ ክልተ ክመቕሎ ይደሊ። እዚ ከይኮነ ኣይተርፍን ማሕበራዊ ፍትሒ እናጥፈ ከይዱ ማለት እዩ። እቲ ንዝኾነ ነገር ልክዕ ከም ኢኳል ብዝብል ማዕርነሲ ልክዕ ከም ማዕረ እንወስዶ እተሊና ከምቲ ማዕረ ብዝብል ሓሳብ ነቲ ማሕበራዊ ፍትሒ እናጓዕጸጾ ይኸይድ ማለት እዩ። ብመሰረቱ ማዕርነት ዝብል ሓሳብ ማዕረ ዕድላት ናብ ዝብል ድምደማ ክወስደና እዩ ዝግበኦ። ማዕረ ዕድል ትህብ ተሳታፊ ካብ ኩሉ ሸነኽ ክመጽእ እሞ ማዕረ ዕድል ይህልዎ ግን እቲ ብቑዕ ሰብ ድማ ናብቲ ቦታ ይመጽእ ማለት እዩ። ስለዚ ግድን ኣይኮነን ማዕርነት ጾታ ኢልካ ክልተ መራሕቲ ክትመርጽ ኣብ እትሓስበሉ እዋን፣ ክልቲኦም ሓንቲ ጓል ኣንስተይቲ ሓደ ወዲ ተባዕታይ ግድን ኣይኮነን። ንኹሉ ንኽልቲኡ ጾታ ዕድል ትህብ፣ ንኽልቲኡ ጾታ ብማዕረ ንኽሳተፉ ንኽወዳደሩ ዕድል ትህብ፣ ሽዑ ግን እቲ ዝያዳ ብቕዓት ዘለዎ፣ ይምረጽ ማለት እዩ ክልተ ደቂ ኣንስትዮ ክንወስድ ንኽእል ብቑዓት ተኾይነን ክልተ ደቂ ተባዕትዮ ክንወስድ ንኽእል ዝበለጹ ተኾይኖም ማለት እዩ እዚ ኣገባብ እዚ ብዘይ ምክታልና ግን ኣብ ማዕርነት ብዘለና ጥምዙዝ ኣጠማምታ ማሕበራዊ ፍትሒ እናጠፍኣ ከይዱ ማለት እዩ። ቀዳማይ ኣብቲ ማዕርነት ዘለና ኣጠማምታ ማሕበራዊ ፍትሕና ኣዳኺምዎ፣ ካልኣይ ድማ ብፍላይ እዚ ኣብ ዲያስፖራ ዝነብር ሕብረተሰብና ካብ ዓዱ ወጺኡ ናብ ካልእ ሕብረተሰባት ምስ ኣተወ ከሎ ገና ተሰዲዱ ከብቅዕ ኣእምርኡ መንፈሱ ግን ኣብ ዓዱ ስለ ዝህሉ ምስቲ መጺእዎ ዘሎ ሕብረተሰብ ኢንተግሬት ኣይገብርን፣ ኣይወሃሃድን እሞ መሊሱ ማሕበራዊ ፍትሒ የጥፍእ ማለት እዩ። ነንገዛእ ርእሱ ኣብ ምብህሃል ምስ ካልኦት ሕብረተሰባት ኣብ ምብህሃል ማሕበራዊ ፍትሒ የጥፍእ። ብዓቢኡ ናብቶም ካልኦት ሕብረተሰብ ሕብረተሰባት ናብቶም ምስኦም ተወሃሂዱ ክነብር ዝግብኦ ሕብረተሰባት እቲ ማሕበራዊ ፍትሒ ምንጻግ ብዙሕ ሪፍሌክት ኣይገብሮን እዩ ምኽንያቱ ብዙሕ ኢንተግሬት ስለ ዘይገብር ምስኡ ምስ ናይ ገዛእ ርእሱ ሕብረተሰብ ግን ኣብ ናይ ማህበራዊ ፍትሒ ነውጺ ይነብር ማለት እዩ ስለዚ ዝዛረብ ሰብ ዘረብኡ ጥራሕ ክስማዕ ይደሊ and ገለ ለውጢ ክገብር ዝደሊ ሰብ በቲ ንሱ ዝደልዮ መንገዲ ጥራሕ ለውጢ ከምጽእ ይጎይ ማለት እዩ። ሎሚ ነዚ ኩሉ ሓሳብ እዚ መንቀሊ ዝኾነኒ ኣርእስቲ እተልዩ እቲ ማሕበራዊ ፍትሒ ኣጠማምታና ኣብቲ ማሕበራዊ ፍትሒ ኣረኣእያና ሓደዶ ይኸውን ዝብል እዩ። ብሓፈሻ ቅድም ኣብ ሕሉፍ ታሪኽና ምስ እንግመ ምስ ተመሊስና ምስ እንርኢ ሕሉፍ ታሪኽና ተመሊስና ምስ እንርኢ ወለድና ቀዳሞት ወለድና ኮፍ ኢሎም ማሕበራዊ ፍትሒ ኔርዎም ኩሉ ግዜ ኮፍ ኢሎም ስለ ዝበሃሃሉ ብዙሕ ውን ነፍሲ ወከፍ ሰብ ኣብ ሕብረተሰቡ ስለ ዝነብር ማሕበራዊ ሓበራዊ ማሕበራዊ ፍትሒ ኔርዎም። ስለዚ ኣብቲ ኣማራጻና ምልስ ኢልና ምስ እንሪኦ እንታይ እዩ ሓበራዊ ማሕበራዊ ፍትሒ ነይርዎም ክብል ከለኹ ተመሳሳሊ ድሌታት ነይርዎም። እቲ ኣነ ዝደልዮ ንስኻ ትደልዮ ኢኻ፣ ነቲ ንስኻ ትደልዮ ኣነ ደልየ ካልእ እውን ይደልየ እዩ። ስለዚ ኣብቲ ሕብረተሰብ ዘለና ተመሳሳሊ ማሕበራዊ ድሌታት ስለ ዘለና፣ ተመሳሳሊ ማሕበራዊ ባህጊ ስለ ዘለና፣ ማሕበራዊ ፍትሕና ንኹልና ናይ ሓባር ፍትሒ ኮይኑ የገልግል ነይሩ ማለት እዩ። ዌር ኣስ ኣብዚ ሕጂ ኣብዚ ሕጂ እናማዕበለ ዝኸይድ ዘሎ ግዜ ሰባት ኣነባብርኦም ኮምፕሊትሊ ኣብ ውልቃዊ ዝኾነ ኣነባብራ፣ እናኾነ ዝመጻሉ፣ ብዓቢኡ ድማ ሰባት ካብቲ ዘዕበዮም ሕብረተሰብ፣ ካብቲ ዘዕበዮም ባህልን ሕብረተሰብን ርሒቖም ምስ ካልእ ሕብረተሰባት ተወሃሂዶም ኣብ ክነብሩሉ ዝግባእ ኣብ ስደትን ካብ ሕብረተሰቦምን ርሒቖም ኣብ ዝነብሩሉ ዘለዉን እቲ ዘሰማምዓና ዝነበረ ከምቲ ኣብ ባህልና፣ ኣብ እምነታትና፣ ኣብ ዝተፈላለዩ እምነታት፣ ብሓፈሻ ኩሎም እምነታት ናይ ዓለም ተመሳሳሊ ማሕበራዊ ፍትሒ እዩ ዘለዎም። ስለዚ ብባህልናን ብእምነትናን ሓደ ዘዕበየናን ዝለመድናዮን ማሕበራዊ ፍትሒ እቲ ወርቃዊ ሕግታት ወይ ድማ Golden Rule ኢልና ንጽውዖ ማለት እዩ እቲ ንዓኻ ክኾነልካ ትደልዮ ንካልኦት ድማ ግበሮ ዝብል ሓደ መሪሕ ወርቃዊ ሕጊ ሒዝና ክንጓዓዝ ጸኒሕና ማለት እዩ። እዚ ወርቃዊ ሕጊ ሎሚ ንሕና ከም ሕብረተሰብ ንገዛእ ርእስና ኣብ ውሽጥና እውን ፕራክቲስ ኣይንገብሮን ኢና። እቲ ንዓኻ ከምቲ ንዓኻ ክኾነልካ ትደልዮ ንካልኦት ከምኡ ግበረሎም ዝብል ሓሳብ ከም ሕብረተሰብ ፕራክቲስ ክንገብሮ ኣይንረእን ኣለና ሎሚ ግን ዓለም ካብዚ ወርቃዊ ሕጊዚ ቁሩብ ንቅድሚት ሰጒማ ምኽንያቱ ምስዚ ውልቃዊ ኣናባብራ ወርቃዊ ሕጊ ፍትሒ ኣይኮነን ከምቲ ንዓኻ ክኾነልካ እትደልዮ ከምኡ ንሰባት ግበረሎም ክንብል ከለና ምስዚ ውልቃዊ ዝኾነ ናይ ሕብረተሰብ ኣነባብራ ሕጂ እናመጸ ዝኸይድ ዘሎ እቲ እስኻ ትደልዮ ኣነ ዘይክደልዮ ይኽእል እየ ማለት እዩ። ከምቲ ኣነ ዝደልዮ እስኻ ከኣ ከምኡ ኣይትነድ ኣይትደልን ኢኻ። ኣነባብራና በበይኑ እናኾነ ከይዱ፣ ኣተሓሳስባና በበይኑ እናኾነ ከይዱ፣ ባህግታትና በበይኑ እናኾነ ከይዱ፣ ኣጠማምታና ኣብ ነገራት ዘለና፣ ኣመላኻኽታ ኣጠማምታ ዝተፈላለየን በበይኑ እናኾነን ከይዱ ማለት እዩ። ንገዛእ ርእስና ናይ ምስማዕ ዓቕምና እውን በበይኑ እንሰምዖ እንርድኦን ንነገራት እንሰምዖን እንርድኦን መንገዲ እውን በበይኑ እናኾነ ከይዱ ማለት እዩ። ስለዚ በቲ ወርቃዊ ሕጊ እንብሎ ክንረዳዳእ ኣይንኽእልን ኢና። ነንገዛእ ርእስና ክንበሃሃል ኣይንኽእልን ኢና። ከምቲ ኣነ ዝሰምዖ ዘለኹ ትሰምዕ ተዘየሌኻ ወርቃዊ ሕጊ ኣይሰርሕን እዩ። ከመይ ከምቲ ኣነ ዝደልዮ ዘለኹ ኣይኮንካን ንስኻ እትሰምዖ ዘለኻ። ከምቲ ኣነ ዝርድኣኒ ዘሎ ኣይኮንኩን ኣይኮንካን ንስኻ ድማ ዝርድኣካ ዘሎ። ወርቃዊ ሕጊ ተግባራዊ ክኸውን እንተኾይኑ ልክዕ ንሓደ ኩነት ከምቲ ንዓይ ኣብ ውልቀይ ዝስመዓኒ ዘሎ ከምቲ ንዓይ ኣብ ውልቀይ ዝርድኣኒ ዘሎ ብኣኻ ሸነኽ ድማ እቲ ኩነት the same feeling ክህልወካ ኣለዎ። ኣብቲ ኩነት the same ርድኢት the same ስምዒት ክህልወካ ኣለዎ ስለዚ እቲ ኣነ ከም ፍትሒ ዘምጽኦ ንዓኻ ፍትሒ ክኸውን እዩ ሽዑ እቲ ኣነ ከም መፍትሒ ሽግራት ኢለ ዘምጽኦ ወይ እቲ ኣነ ከም መሳገሪ ድልድል ኢለ ዘምጽኦ ሓሳብ ንዓኻ ውን ፍትሕኻ ክኸውን እዩ ንዓኻ ውን ድልድልካ ክኸውን እዩ። Whereas ኣነ ንነገራት ዝጥምተሎም መኣዝን ካብቲ ንስኻ ንነገራት ትጥምተሎም መኣዝን ዝተፈልየ ምስ ዝኸውን፣ ኣነ ንነገራት ዝርደኣሎም ዘለኹ ስነ-ሞጎት፣ ስነ-ሓሳብ፣ ካብቲ ንስኻ ንነገራት እትጥምተሎምን እትርደኣሎምን ስነ-ሞጎት ዝተፈልየ ምስ ዝኸውን፣ ግንዛቤና ኣብ ብዙሕ ነገራት ዝተፈላለየ ምስ ዝኸውን፣ እቲ ኣነ እቲ ወርቃዊ ሕጊ ኣይሰርሕን እዩ ማለት እዩ። ከምቲ ንዓኻ ትደልዮ ንኻልኦት ድማ ከምኡ ግበረሎም ዝብልሲ እቲ ኣነ ዝደልዮ ተገይረልካ ንዓኻ ፍትሒ ህበካ የለኹን፣ ኣይምችኣካን እዩ፣ ተግባራተይሲ ኣየዕግበካን እዩ ማለት እዩ። ካብዚ ዝተላዓለ ከይኮነ ኣይተርፍን እዩ ከም ሕብረተሰብ ብፍላይ ብፍላይ ኣብ ስደት ዘሎ ሕብረተሰብና ነንገዛ ርእሱ ክካሰስን ነንገዛ ርእሱ ክወናጀልን ኩሉ ብናይ ገዛእ ርእሱ ስምዒት ነቲ ካልኣዩ ወይ ነቲ ሓዉ ወይ ነቲ ካልእ ወገን ወይ ነቲ መጻርርቱ ኢሉ ዝሓስቦ ክዘናጠልን ኩሉ ግዜ ዶብ ዝሰገረ ምብህሃል ክንበሃሃልን ንውዕል ማለት እዩ። ከመይ እቲ ማሕበራዊ ፍትሕና በበይኑ ኣሎ ማለት እዩ። እቲ ኣብ ነገራት ዘለና ኣረዳድኣ፣ ንኩነታት ናይ ምርዳእ ኣንፈትናን ርድኢትናን በበይኑ እናኾነ ይኸይድ ኣሎ ማለት እዩ። ወር ኣብ በበይኑ ርድኢት፣ ኣብ በበይኑ ሓሳባት ክንመጽእ እንተጀሚርና፣ ኮፍ ኢልና ኣብ ሓደ ሓሳብ ዘቲና ሓበራዊ ዝኾነ ርድኢት ክነማዕብል እንተዘይክኢልና፣ ን ክንዝቲ ወሪድና ክንማጎት መጺእና ተጻራሪፍና ተወራሪድና እንኸይድ እንተኾይና ዶብ ሰጊርና ኣብ ውልቃዊ ሂወት ናይ ብጻይና ናይ ጸላኢና ውን ይኹን ናይ መቀናቕንትና ይኹን መባእስትና ይኹንሲ ክንምጉቶ ስለ ዘይከኣልና ኣብ ውልቃዊ ሂወቱ እናኸድና ከነጥቅዖ እንተጀሚርና ማሕበራዊ ፍትሒ ነጥፍእ ኣለና። ስለዚ በቲ ዝለመድናዮ ባህሊ ከምቲ ንዓኻ ክኾነልካ እትደልዮ ንኻልኦት ከምኡ ግበረሎም እናተብሃልና ዝለመድናዮ ባህሊ ክንረዳዳእ እንተዘይክኢልና ክንሰግር ኣለና። ኣብቲ ዓለም ድሕሪ ወርቃዊ ሕጊ፣ ድሕሪ እቲ ጎልደን ሩልስ ፕላቲኒም ሩል ኢላ ኣቐሚጣቶ ዘላ ስነ ሓሳብ ናብኡ ገጽና ክንሰግር ኣለና ማለት እዩ። ብእኡ ክንረዳዳእ ክንክእል ኣለና። እሱ ድማ እንታይ እዩ ዝብል ሰባት ከምቲ ንሶም ክኾነሎም ዝደልዮ ዝደልይዎ፣ ሰባት ከምቲ ንዕኦም ክኾነሎም ዝሓስብዎ፣ ከምቲ ንሶም ዝብህግዎ፣ ግበረሎም ከምቲ ንስኻ ክኾነልካ እትደልዮ ዘይኮነሲ እንታይ ይብል እቲ ፕላቲኒም ሩል ከምቲ እስኻ ክኾነልካ እትደልዮ ዘይኮነሲ ከምቲ ንሶም ክኾነሎም ዝደልይዎ ግበረሎም ስለዚ እቲ ንስኻ እትደልዮሲ ከምቲ ንሶም ዝደልይዎ ሓደ ኣይኮነን በበይኑ እኾን ኣሎ። ንሪኦ ከኣለና ኣብ ሂወትና ሓሳባትና በበይኑ ይኮን ኣሎ ድሌታትና በበይኑ ይኮን ኣሎ ኮፍ ኢልና ክንረዳዳእ ኣይንክእልን ኣለና ሃገራዊ ጉዳይ ኣምጺእና ንብተን ኣለና ቤተሰባዊ ጉዳይ ኣምጺእና ንብተን ኣለና ናይ ሓዳር ጉዳይ ኣምጺእና ንብተን ኣለና ምስ ኣሕዋትና ምርድዳእ ንስእን ኣለና። እንታይ ኮን ዝገብረና ዘሎ ነናይ ገዛእ ርእስና ርድኢት እናማዕበልና ንኸይድ ኣለና ማለት እዩ። ዝደልዮ ሓወይ ኣይደልዮን ኣሎ። ሓወይ ዝደልዮ ድማ ኣነ ባህታ እፈጥረየለይ የለን። ሓወይ ዝደልዮ ድማ ንዓይ ባህታ ፈጥረለይ የለን። ሓደ ወገን ዝደልዮ ነቲ ካልእ ወገን እምችኦ የለን። ስለዚ ንገስግስ ንስገር ናብቲ ፕላቲኒዩም ሩል ንኺድ ሰባት ከምቲ ንሶም ዝደልይዎ ግበረሎም ንዓኻ ከኣ ንሶም ከምቲ ንስኻ ትደልዮ ክገብሩልካ እዮም ማለት እዩ እዚ ማለት እንታይ ማለት እዩ ስምዒት ሰብ ክትርዳእ ጀምር ንነገራት በቲ ሓደ ሸነኽ ኮንካ ክትሪኦ ጀምር በቲ ካልኣይ ወገን ኮንካ ክትዕዘቦ ምስ እትጅምር ኢኻ ኣብ ልዕሊ ሰብ ክብረት ክህልወካ ዝጅምር ኣብ ልዕሊ ሰብ ፍቕሪ ክተማዕብል እትጅምር ማለት እዩ ንሰባት ኩነታቶም ብዘየገድስ መርገጺኦም ብዘየገድስ ክሳብ ናይ ገዛእ ርእሶም ድሌታት እንተኾነ ክሳብ ሓበራዊ ፍትሒ ዝትንክፍ ዘይኮነ ክሳብ ንገበን ገጹ ዝእንፍት መንገዲ ዘይኮነ መሰሉ ሓልወሉ ወዲ ሰብ ናይ ገዛእ ርእሱ ናይ ምሕሳብ መሰል ኣለዎ። ንስኻ ናይ ገዛእ ርእስኻ ናይ ምሕሳብ መሰል ኣለካ። ከምቲ ንስኻ ድላይካ ክትሓስብ መሰል ዘለካ፣ ከምቲ ንስኻ ኣብ ህይወትካ ድላይካ ክትገብር፣ ድላይካ ክትነብር መሰል ዘለካ፣ ካልእ ሓውኻ ድማ ብተመሳሳሊ ናይ ምንባር መሰል ኣለዎ፣ ናይ ምሕሳብ መሰል ኣለዎ፣ ናይ ባህጉ መንገዲ ምጥጣሕ መሰል ኣለዎ። ፍትሒ ድማ ኣብ መሰል ደቂ ሰባት ኣብ ምሕላው እዩ ዝመጽእ። ፍትሒ ንሓደ ረጊጽካ ነቲ ሓደ ስለ ንቕድሚት ዘምጸኻ ኣይመጽእን እዩ። ፍትሒ ናትካ ኩነታት ንቕድሚት ስለ ዝደፋእካ ኣይመጽእን እዩ። ሓያል ኮይንካ ንቕድሚት ክትመጽእ ትኽእል ኢኻ፣ እቲ ካልእ ሓይሊ ምስ ገበረ ድማ ንድሕሪት ክመልሰካ እዩ። ሓቢርካ ክትዓቢ፣ ሓቢርካ ንቕድሚት ክትግስግስ፣ ኩልኻ ሓበራዊ ነገር ኣብ ቅድሚት ጌርካ ዝተረፈ ኩሉ በብዘለዎ ባህሊ ክብሪ ይግብኦ፣ በብዘለዎ ሃይማኖት፣ ክተኽብሮ ይግበኣካ በቢ ዘለዎ ልምዲ ክትርደኦ ይግበኣካ ዘዘለዎ ጸገም ክትፈትሓሉ ተዘይኪኢልካስ ክትረደኣሉን ክትፈልጠሉን ግን ይግበኣካ እዩ መፍትሒ ኩሉ ሽግር ናይ ኩሉ ሰብ ምስ ኩሉ ሰብ የለን። እንተሓመቐ ግን ነቲ ዘለዎ ኩነታት ነቲ ዘለዎ ሽግር ናይ መነባብሮ ድዩ ሽግር ፖለቲካዊ ሽግሩ ድዩ ሃይሞናታዊ ሽግሩ ድዩ ክትርድኣሉ ኣፍልጦ ክትህቦ ይግብኣካ ማለት እዩ። እቲ ንዓና ካብ ማሕበራዊ ፍትሒ ጓዕጺጹ ኣልዩና ዘሎ ነዚ ሓሳብ እዚ ዘይምርዳእና እዩ ማለት እዩ። ኣብ ሃይማኖት ክንመጽእ ከለና እዚኣ እያ እታ ትኽክል ሃይማኖት ኢልና ንኣምን እሞ ኩሎም ሰባት ኣብኣ ክመጹ ንደሊ። ማሕበራዊ ፍትሒ ተጥፍእ ማለት እዩ። ሓደ ሰብ ኣይኣምንን እየ፣ ኣምላኽ ህላወ ኣምላኽ ኣይኣምንን እየ እንቶ ኢሉካ ግዴታኻ ፍልጠት እንተሊካ ፍልጠት ክትህቦ ጥራሕ እዩ ንኽኣምን ክትግድዶ ናትካ ስራሕ ኣይኮነን መሰሉ እዩ ሓደ ሰብ ደጋፊ ክኸውን ንዕኡ ዝርድኦ ንዕኡ ባህታ ዝፈጥረሉ፣ ዝኣምነሉ ዕላማ ክህልዎ ክእል እዩ። መሰል ኣለዎ ክድግፍ። ናይ ምድጋፍ መሰሉ ትሕልወሉ። ኣብ ጌጋ መንገዲ ኣሎ ኢልካ ትሓስብ ተኮይንካ ንክተንቅሖ ብእወንታዊ ዝኮነ መንገዲ ሓሳብካን ትምህርትኻን ተካፍሎ ማለት እዩ። ከምኡ ክቃወም ዝደሊ ሰብ እውን መቃወሚ ነጥቢ ኣለዎ ማለት እዩ። ዘይመቸኦ፣ ዘይጠዓሞ ሸነኽ ኣሎ ማለት እዩ። ስለዚ ናይ ተቓውሞ ሓሳቡ ክገልጽሲ ደጋፊ ስለ ዝኾንካ ኣይትቃወሞ። ስምዓዮ። ቃንዝኡስ ስምዓዮ። ዋላ ፍታሕ ኣይትግበረሉ፣ ነታ ቃንዝኡ ግን ክትርድኦ ፈትን። ምኽንያቱ ኩልና ነናትና ባህግን ነናትና ድሌትን ኣለና። ኣብዚ እንተዘይተሰማሚዕና ኣብ ሓበራዊ ፍትሕን ኣብ ሓበራዊ ምርድዳእን ክንመጽእ ኣይንኽእልን ኢና። እቲ ዝዓበየ ምስጢር ናይ ምርድዳእ ፍልልያትካ ምፍላጥ እዩ። a ኣብዚ ምዕቡል ዓለም ብፍላይ ኣብ ምዕራባዊ ዓለም እንተ ኼድና እዚ ቪድዮ እዚ ድማ ታርጌቱ ናብ ዝያዳ ናብ ዲያስፖራ ካብ ሃገር ወጻኢ ተሰዲዶም ንዝነብሩ ስለ ዝኾነ ኣብ ዘለኻዮ ዓዲ ጌጋ ይኽልኣለይ ልዕሊ ዓሰርተ ክልተ ዓሌታት ልዕሊ ዕስራ ዓሌታት ምስ ዘለዎ ሕብረተሰብ ኢኻ ትነብር ኩሉ ባህሉን ልምዱን ክብርታቱን ሓቅታቱን መንገድታቱን ኣለዎ ብመንገዱ ይገብሮም ማለት ናባኻ ተፅዕኖ ይፈጥር እዩ ንስኻ ባህልኻን ክብርታትካን እምነታትካን ሒዝካ መጺኻ ኣለኻ ናብ ካልኦት ተጽዕኖ ኣይትፈጥርን ኢኻ ባህልታትካን ክብርታትካን ልምድታትካን ብመንገድኻ ፕራክቲስ ትገብር ምስ ካልኦት እናነበርካ ባህልታቶምን ክብርታቶምን ፕራክቲስ ክገብሩ ከካይዱ መሰል ሂብካ መሰል ከኣ ተዋሂብካ እናነበርካ ነቲ ከማኻ ሓውኻ ነቲ ንሱ ዝኣምነሉ ሓሳብ ነቲ ንሱ ዝርድኦ ርድኢት ፕራክቲስ ክገብር ንምንታይ ኢኻ ትኽልክሎ? ንምንታይ ኢኻ ኣብቲ ንስኻ እትሓስቦ ሓሳብ ግድን ክኣቱ ኣለዎ ኢልካ ትሓስብ? ወይ ድማ ከምቲ ንዓይ ዝርድኣኒ ግድን ክርድኦ ኣለዎ ኢልካ ትሓስብ? ስለምንታይ? እቲ ንስኻ እትሓስቦ ክሓስብ ዝኽእል ከምቲ ናትካ ናይ ምሕሳብ ባህጊ ዘለዎ እዩ። ከምቲ ንዓኻ ዝርድኦ ክርድኦ ዝኽእል ሰብ ኣብ ተመሳሳሊ ናይ ርድኢት ሃዋሁ ዘለኻ ኢኻ ስለዚ ከምቲ ናትካ ርድኢት ዘለዎም ሰባት ምስኦም ተዘራረብ ተበሃሃል ሓበራዊ ርድኢትካ ኣዕብዮ ነቶም ምስ ሓሳባትካን ምስ ርድኢታትካን ዘይመሳሰሉ ሰባት ዘይወሃሃዱ ሰባት ግን ሓሳባታቶምን ርድኢታቶምን ኣኽብረሎም ነቲ ዝኣምንዎ ነቲ ዝሓስብዎ ፕራክቲስ ክገብሩ ግደፎም። ንምንታይ ኢኻ ኣብቲ ናትካ ክመጹ ጸቕጢ ትፈጥር? ኣብዛ ዓለም ኩሉ ተዛማዲ እዩ። ሓቂ ተዛማዲ እዩ። ሓሶት ተዛማዲ እዩ። ንዓኻ ሓቂ ኮይኑ ዝስምዓካ ሓወይ ንኻልእ ሓሶት እዩ። ንዓይ ሓሶት ኮይኑ ዝስምዓኒ ሓወይ ንዓኻ ሓቂ ክኾን ይኽእል እዩ ስለዚ ነዚ ናይ ሂወት ምስጢር ምንባር ክርድኣና ይግብኦ ማለት እዩ መጀመርያ ነገራት ብተዛማዲ ንርኣዮም ኩሉ ነገር ተዛማዲ እዩ light is relative time is relative weight is relative speed is relative። ኩሉ ነገርስ ተዛማዲ እዩ። መልክዕ ከነወዳድር ከለና ንስኻ ካባይ ትግርም ካባኻ ዝግርም ከኣ ኣሎ። ንስኻ ካባይ ትነውሕ ካባይ ዝሓጽር ድማ ኣሎ። ኣነ ካባኻ እቐጥን። ካባይ ዝቀጥን ድማ ኣሎ so ወላ ሓደ ሓበራዊ መደምደምታ የለን ኩሉ ነገር ታዛማዲ እዩ ማለት እዩ ስለዚ ንሰባት ክንሕልዎም ይግባኣና ታዛማዲ እንተኮይኑ ኣብቲ ብስምምዕ ሓንሳብ ሓቢርካ ዘውጻካዮ ሕጊ ብሓባር ተማእዚዝካ ትነብር። ካብኡ ሓሊፉ ግን ናይ ምሕሳብ መሰል ናጻ እዩ። ናይ ምስማዕ መሰል ናጻ እዩ። ናይ ምዝራብ መሰልካ ከኣ ናጻ እዩ። ኣነ ናጻ ኮይነ እዛረበካ ኣለኹ። ንኽትሰምዓኒ ይግድደካ እዩ። ንኽትሰምዓኒ መሰልካ እዩ ማለት እዩ። ከምቲ ንኽትሰምዓኒ መሰል ዘለካ ድማ ነዚ ዝብለካ ዘለኹ ነቲ ሓሳብ ክትምጉቶ መሰል ኣለካ። ነቲ ተምጽኦ ዘለኻ ሓሳብ ክትሰምዖን ከይትሰምዖን ከኣ ንዓይ መሰለይ ማለት እዩ። ስለዚ ማሕበራዊ ፍትሒ ክነምጽእ እንተኾይና፣ እቲ ነገራት በቲ ሓደ ሸኸነኽ ኮይንና ናይ ምዕዛብ ባህጊ ክህልወና ኣለዎ። ነቲ ንምጉቶ ሰብ ዋላ ንጸላኢና ብናቱ ሸነኽ ኮይንካ ጠምቶ ማለት እቲ ዘምጽኦ ዘሎ ሓሳብሲ ብሸነኹ ኮይንካ ጠምቶ። ጸላኢኻኻ ከማኻ ለባም በሊሕ እንተኾይኑ ድማ ንጉዳይካ ብሸነኽካ ኮይኑ ክጥምቶ እዩ። ኮፍ ኢልካ ክትረዳዳእ ትኽእል ኢኻ ሽዑ። ሓበራዊ ነገር ክተምጽእ ትኽእል እያ። ስለዚ ምስጢር ናይ ሓድነት፣ ምስጢር ናይ ፍቕርን ምክብባርን ሓድነትሲ ኣብ ሓደ ነገር ምህላውካ ኣይኮነን ሓደ ዝገብረካ። ፍልልያትካ ምፍላጥ ውን ሓድነት እዩ። ዘለካ ፍልልይ ጽቡቕ ጌርካ ክትርዳእ ምኽኣል ሓድነት ዝፈጥረልካ እዩ። ስለ ዘከባብረካ ማለት እዩ። ስለዚ ናይ ሎሚ መልእኽተይ እቲ ወርቃዊ ሕጊ ናይ ባህልና ሃይማኖታትና ከምቲ ንዓኻ ክኾነልካ እትደልዮ ንኻልኦት ድማ ከምኡ ግበር ዝብል እዩ ነይሩ። ሎሚ ግን ካብኡ ሕልፍ ኢልካ ድማ ንሰባት ከምቲ ንዓኻ ክኾነልካ እትደልዮ ዘይኮነሲ ከምቲ ንሶም ክኾነሎም ዝደልይዎ ግበረሎም ከምቲ ንሶም ዝደልይዎ ግበረሎም። ከምቲ ንሶም ዝሓስብዎ ክትርድኦም ፈትን። ሽዑ ንሶም ድማ ከምቲ ንስኻ እትደልዮ ክገብሩልካ ክፍትኑ እዮም። ስለዚ ምስ ሰብ ክትበሃሃል ከለኻ፣ ምሳይ ክትምጉት ክትመጽእ ከለኻ፣ ንዓይ ሓሳብ ክትበኒ ክትመጽእ ከለኻስ ብዛዕባይ፣ ሓሲብካ ክትመጽእ ኣለካ ማለት እዩ። ብዛዕባኻ ምሳኻ ክዛረብ መዲበ ክመጽእ ከለኹ ምሳኻ ዕላል ክህልወኒ ከሎ ምሳኻ ዘተ ክህልወኒ ከሎ ኣነ ድማ ብዛዕባኻ ፈሊጠን ብዛዕባኻ ሓሲበን ክመጽእ ኣለኒ። ብዛዕባኻ ሓሲበ ክመጽእ ምስ ዝጅምር እየ የጋጥመኩም ዶ ሰባት ክተዕልል ከለኻ ሕልፍ ሕልፍ ኢሎም እትሓስቦ ቀቀዲሞም ክዛረቡልካ ልብኻ ክረኽቡልካ ድሌታትካ ክሰምዕዎ ቃላትካ ዘይኮነስ ድሌታትካ ክሰምዕዎ ዓውታኻ ዘይኮነስ ስቕታኻ ክሰምዕዎ ሰባት የጋጥመኩም ዶ? እቲ ትዛረቦ ዘይኮነስ እቲ ኣብ ውሽጥኻ ዘንድረካ ወይ ድማ እቲ ካብ ውሽጥኻ ዘሕጉሰካ ዘሎ ሓይሊ ንዕኡ ሰሚዖም react ንዕኡ ሰሚዖም ክምልሱልካ ከለዉ ሰባት ይርደኣኩም ዶ የጋጥመኩም ዶ ሽዑ እዩ ሓደ ሰብ ንነገራት ብመንገድኻ ይዕዘቦም ከም ዘሎ ክርደኣካ ዘለዎ ማለት እዩ ልብኻ ከንብብ ምስ ጀመረ እዩ ሓደ ሰብ ንነገራት ብናትካ ሸነኽ ኮይኑ ዝዕዘቦም ዘሎ ሓሳብካ ዘይኮነ ስምዒትካ ክርድኦ ምስ ጀመረ እዩ ሓደ ሰብ ንነገራት ብናትካ መንገዲ ክሪኦም ጀሚሩ ዘሎ ስለዚ ኩሉ ግዜ ወላ እቶም ብሓሳብን ብዕላማን ኣብ ዝተፈላለየ መንገዲ ኣብ ዝተፈላለየ ኩነት ዘለና ክንዘራረብ ክንምጉት ኣብ እንራኸበሉ መጀመርያ ብዛዕባ ሐድሕድና ፈሊጥና ንምፃእ not the black file ሕማቕ ሐድሕድና ፈሊጥና ኣይንምፃእ ቁስሊ ሐድሕድና ሒዝና ኣይንምፃእ። እቲ ርድኢት ናይ ሕድሕድና ሒዝና ምንጻፍ እንታይ ስለ ዝኾነ እዩ ከምዚ ዝሓስብ እንታይ ስለ ዝጎደሎ እዩ ኢልና ጸገሙ ወይ ድማ ነቲ ኩነቱ ብናቱ ሸነኽ ክንሪኦ ርኢና ሓሲብና ብዛዕብኡ ኣበእምሮና ኣሰላሲልና ክንመጽእ ይግብኣና። ንሱ ድማ ከምኡ ብዛዕባኻ። ምሳኻ ክዝቲ ዝመጽእ ዋላ ምሳኻ ክምጉት ዝመጽእ ሰብ ብዛዕባኻ ኣብ ክንዳኻ ኮይኑ ነቲ ኩነታትካ ሓሲብሉ ክመጽእ ኣለዎ። ሽዕኡ ኩናት ምስ ዝህሉ እውን ሰላማዊ ኩናት ይኸውን። ክንበሃሃል ከለናሲ ወላ ረምጺ ክኸውን ከሎ ግን ሰላማዊ ይኸውን ማለት እዩ where as ሕሕማቕ ናይ ካልኣይካ ድኻም ናይ መቀናቕንትኻ ሕመቕ ናይ መናብርትኻ ኣኪብካ ተመጺኻ ኣብ ነፍሲ ወከፍ ብሓሳብ ኣብ እትሰዓረሉ ግዜ ሕማቕ ፋይል ስለ ትድርቢ ስለ ትደፋፈር መሊስካ ርክብካ እናላሕልሐ እናላሕልሐ እዩ ዝኸይድ። ደቂ ሰባት ድማ ሓንሳእ ዶብ ሰጊርና ክንዘራረብ እንተ ጀሚርና ዶብ ሰገር ዘረባ እንተ ጀሚርና ናብ ስድራን ናብ ድሕሪ ባይትኡን መጺኻ ንሓደ ሰብ ክተዋርዶ እንተጀሚርካ፣ ድሕሪኡ ዝመጽእ ዝፍጠር ነገራት ክትግምቶ ኣይትኽእልን ኢኻ። ምኽንያቱ ንሰብ ስምዒት ድራይቭ ትገብሮ ኣለኻ ማለት እዩ። ምሰ ጸለለ እንታይ ከምዝኾን ዝፈልጥ ሰብ የለን። So ኣሕዋት እዛ ናይ ሎሚ ቪድዮ ንእሽተይ ናተይ ሓሳብ ኣብ ምብህሃል ኣብ ነንሕድሕድና ኣብ ምዝርራብ ዘተኮረት እያ ነይራ ናይ ብሓቂ እዛ ቪድዮ ጠቓሚት ኮይንካ ኮይና እንተ ረኺብኩማ ንእሽተይ ነገር ሂባትኩም እንተ ኮይና ካልኦት ከምኡ